መልእኽቲ ጳውሎስ ናብ ቲቶስ እዚ መልእኽቲ እዚ ተጻሕፈ ጳውሎስ ናብ ጐይታ ካብ ዘምጾም ሰባት ሓደ ዝኾነ ናይ ጳውሎስ ኣገልግሎት ብብዙሕ ዝድግፍ ዝነበረ ንቲቶስ እዩ ተጻሒፉ። ቲቶስ ግሪካዊ ኣማኒ እዩ። ጳውሎስ ድማ ከይተገዝረ ኣብ ቅድሚ መራሕቲ ቤተ ክርስቲያን የሩሳሌም ደው ዘበሎ፣ እዚ ድማ ኣብነት ነቲ ክርስቶስ ኣብ መንጎ ኣህዛብ ዝገበሮ ንምግላጽ እዩ። እዚ ቲቶስ እዚ ልክዕ ከም ጢሞቴዎስ ካብቶም ንጳውሎስ ኣብ ጕዕዞኡ ብእሙንነት ዝሰዓቡ ቀረባ ዓርኩ እዩ ነይሩ። በዚ ድማ ከም መልእኽተኛ ኰይኑ ናብ ቆሮንጦስ ቤተ ክርስቲያን ኣብ ቀርጤስ ከም ኢጲስቆጶስ ኰይኑ ብህድኣት ብጥንቃቐን ኣገልጊሉ እዩ። ጳውሎስ ንቲቶስ ዘዕበዮ ናብ እኹል ክርስትያን እንደገና ናብ ሓላፍነታዊ ዝኾነ መራሒ እዩ። ነገር ግና እዛ ደብዳቤ ናብ ናይ ወዲ መዝሙር ምዕባይ ክኸውን ከሎ ልክዕ ከም ጢሞቴዎስ ጳውሎስ ንቲቶስ ዝብሎ ድማ ከመይ ገይሩ ነታ ቤተ ክርስትያን ከም ዝመርሓን ከም ዘተሓባብራን እዩ ዝነግሮ። ጳውሎስ ብምቕጻል እቲ መሪሕነት ከመይ ገይሩ ከም ዘመሓይሾ፣ ናይ ጳውሎስ ኣገልግሎትን ናይ ቲቶስ ሓላፍነትን ነዞም መራሕቲ ብምስላጥን ናይ ፓስተራት ብቕዓት ንዘለዎም ብእሙንነት ነቲ መጓሰ ከርእዩን ከምኡውን ነቶም ሓሰውቲ መራሕትን መምሃራን ንኸገንሖም እዩ ኣዚዝዎም። ከምኡውን ጳውሎስ ንቲቶስ ብኻልእ ዝእዝዞ ነቶም ኣብ ዝተፈላለየ ዕድመ ክልል ዘለዉ ኣብ ቤተ ክርስቲያን በበቲ ዘለዎም ብጽሕና ክምዕዶም እዩ መኺርዎ። ብተወሳኺ ሓፈሻዊ ዝኾነ ሓላፍነት ክወስድ ክስከምን እዩ። እዚ ዝተጻሕፈሉ ዕላማ ንቲቶስ ብሓላፍነት ንዝቆጻጸሮን ኣብ ቤተ ክርስቲያን ደሴት ቀርጤስ ዝነበሩ ዕዮ ንምምካርን እዩ ተጻሒፉ። እቲ ቀንዲ ቃል ኣብ መልእኽቲ ቲቶስ ምዕራፍ ሓደ ቁጽሪ ሓሙሽተ ዘሎ ኮይኑ ከምቲ ኣነ ዝኣዘዝኩኻ ጌርካ ዝተረፈ ምእንቲ ክትሰርዕ ኣብ ከከተማኡውን ሽማግለታት ክትሸይም በዚ ምኽንያት እዚ እየ ኣብ ቀርጤስ ዝሓደግኩኻ። መልእኽቲ ቲቶስ ፓስተራላዊ መልእኽቲ ብጥንቃቄ ክንሰምዖ እንተኽኢልና እቲ ናይ ወዲ መዝሙር ምዃን መስርሕ ነዚ መንእሰይ ኣብ መሪሕነት ቤተ ክርስቲያን ንኽዓቢ ምሕጋዝ ኣብዚ ናይዚ ዘመን ዘላ ቤተ ክርስቲያን ንመምርሒታትን ቅርጺ ንኽህልዋ ሓጋዚ መልእኽቲ እዩ። ብተወሳኺ ንክርስትያናት መራሕቲ ከቢድ ዝኾነ ሓላፍነት ዘሸክሞም፣ እዚ ድማ ንሰብኡትን ኣንስትን ከምኡውን መንእሰያት ከመይ ጌርካ ከም እትመርሖምን ከም ትምህሮምን ብንጹር ኢኻ እትመሃር። እዚ ዝረኣናዮ ድሕሪ ባይታ ናይ መልእኽቲ ጳውሎስ ናብ ቲቶስ ክኸውን ከሎ፣ ምዕራፍ ሓደ ቁጽሪ ሓደ ጳውሎስ ባርያ ኣምላኽን ሃዋርያ የሱስ ክርስቶስን ብእምነት ሕሩያት ኣምላኽ ብፍልጠት ሓቂ እውን ምስ ኣምልኾ በታ እቲ ዘይሕሱ ኣምላኽ ቅድሚ ዘመናት ዘለዓለም ዘተስፈዋ ተስፋ ናይ ዘለዓለም ህይወት ግናኸ ብትእዛዝ ኣምላኽ መድሓኒና በቲ ንኣይ ሕድሪ ዝሃበኒ ስብከት ገይሩ ብግዜኡ ንቓሉ ገለጾ ናብ ቲቶስ ብሕብረት እምነት ናይ ሓቂ ወደይ ካብ እግዚኣብሔር ኣቦን ካብ ጐይታና መድሓኒናን ኢየሱስ ክርስቶስን ጸጋን ሰላምን ምሳኻ ይኹን። ዕዮ ቲቶስ ኣብ ቀርጤስ ቁጽሪ ሓሙሽተ ከምቲ ኣነ ዝኣዘዝኩኻ ጌርካ ዝተረፈ ምእንቲ ክትሰርዕ ኣብ ከከተማኡ ንሽማግለታት ክትሸይም በዚ ምኽንያት እዚ እየ ኣብ ቀርጤስ ዝሓደግኩኻ። እቲ ኤጲስቆጶስ ከኣ መንቅብ ዘይብሉ ሰብኣይ ሓንቲ ሰበይቲ ብርኽሰት ወይስ ብዘይ ምእዛዝ ዘይሕመዩ ኣመንቲ ውሉድ ዘለውዎ ተቐባሊ ጋሻ ሰናይ ዝፈቱ ለባም ቅኑዕ ቅዱስ ይኣኽለኒ በሃሊ መንቅብ ዘይብሉ ከም ናይ ኣምላኽ መጋቢ እምበር ፈታዊ ርእሱ ዘይኮነ ዘይኩሪ ናብ መስተ ዘየድህብ ዘይዋቓዕ ርኹስ ረብሓ ዘይደሊ ሰብ ክኸውን ይግብኦ። ንሱ በቲ ጥዑይ ትምህርቲ ምእንቲ ክምዕድ፣ ነቶም ተቐናቕንቱን ምግናሖም ምእንቲ ክከኣሎስ፣ በቲ እሙን ቃል ምህሮ ይጽናዕ። ቁጽሪ ዓሰርተ፣ ብዙሓት ዘይእዘዙ ተዛረብቲ ሃተውተውትን መስሓትትን ኣለዉ። እዚኣቶም ምናዳ ካብ ሰብ ግዝረት እዮም። ንሳቶም ርኹስ ረብሓ ምእንቲ ክረኽቡ ኢሎም ዘይግባእ እናመሃሩ ንብዘሎ ኣባይቲ ዝገለባብጡ ምዕባስ ኣፎም ግቡእ እዩ። ሓደ ካባታቶም ናታቶም ነቢይ ሰብ ቀሪጤስ ኩሉ ሳዕ ሓሰውቲ እኩያት ኣራዊት ሃካያት ኣኽብዲ እዮም በለ። እዚ ምስክር እዚ ሓቂ እዩ። ስለዚ ብእምነት ምእንቲ ክጥዕዩ ናብ ጽውጽዋያት ኣይሁድን ናብ ትእዛዛት እቶም ካብ ሓቂ ዝዘንበሉ ሰባት እንክየቕልቡ ኣሕሚምካ ግንሓዮም። ነቶም ንጹሃት ብዘሎ ኩሉ ንጹህ እዩ። ነቶም ርኹሳትን ዘይኣምኑን ግና እቲ ኣእምሮኦምን ሕልንኦምን ርኹስ እዩ እምበር ከቶ ንጹህ የብሎምን። ንኣምላኽ ከም ዝፈልጥዎ ባዕሎም ይብሉ። ፍንፉናትን ዘይእዘዙን ንሰናይ ግብሪ ዘበለ ኩሉ

መልእኽቲ ጳውሎስ ናብ ቲቶስ ካልኣይ ምዕራፍ ጥዑይ ትምህርቲ ቁጽሪ ሓደ ንስኻ ግና ኑቲ ጥዑይ ትምህርቲ ከም ዝግባእ ጌርካ ንገር። እቶም ኣረገውቲ ሰብኡት ጥንቁቓት፣ ረዘንቲ፣ ለባማት፣ ብእምነት ብፍቕሪ ብትዕግሥቲ ጥዑያት ክኾኑ እተን ኣረገውቲ ኣንስትውን ከምኡ ንንብረት ቅድስና ከም ዝግባእ ዘይሓመይቲ ብዙሕ ወይኒ ንምስታይ ባሮት ዘይኮና፣ መሃርቲ ሰናይ ክኾና፣ ነተን ናእሽቱ ኣንስቲ ኸኣ እቲ ቃል ኣምላኽ ምእንቲ ከይጽረፍሲ ንሰብኡተንን ውሉደንን ከፍቅራ ነፍሰን ዝቐጽዓ ንጹሃት፣ ቤተን ዝኣልያ ሕያዎት ንሰብኡተን ዝእዘዛ ክኾና ከለብማ'የን መዓደን። ነጓብዝ እውን ከምኡ ለባማት ክኾኑ መዓዶም። ካብቶም ተቐናቐንቲ ሓደ እኳ ብዛዕባና ዝብሎ ክፉእ ነገር ስኢኑ ምእንቲ ክሓፍርሲ፣ ብንጹህ ትምህርቲ ብምርዛን መንቅብ ብዘይብሉ ጥዑይት ዘረባ ንሰናይ ግብሪ ዘበለ ርእስኻ ኣርኣያ ግበር። ንጉዙኣት እቲ ትምህርቲ እግዚኣብሔር መድሓኒና ምእንቲ ክስልምዎ ብኹሉ ደቕ ሕያወይቲ እምነት ከርእዩ እምበር መደሃሃቕቲ ከይኮኑ። ንጎይቶቶም ዝግዝኡ ዳርግ ዳርጋ ዘይምልሱ ብኹሉ ባህ ዘብሉ ክኾኑ መዓዶም። ቁጽሪ ዓሰርተ ሓደ ጸጋ ኣምላኽ ተገሊጹ እዩ እሞ ንኹሉ ሰብ ውን ምድሓን ኣምጺኡ። እቲ ብሩኽ ተስፋን ናይቲ ዕዙዝ ኣምላኽናን። መድሓኒና የሱስ ክርስቶስን ምግላጽ ክብሪ እናተጸቤና ግፍዕን ዓለማዊ ትምኒትን ክሒድና ኣብዛ ዓለም እዚኣ ብጥንቃቕን ብጽድቅን በምልኾን ክንነብር ይምህረና ኣሎ። ኢየሱስ ክርስቶስ ካብ ዓመጻ ዘበለ ምእንቲ ሓራ ከውጽኣና ንርእሱውን ንሰናይ ግብሪ ዝቐንእን ገንዘቡ ዝኾኖን ሕዝቢ ምእንቲ ከንጽህ ኢሉ ነፍሱ በጃና ኣሕለፈ። ቁጽሪ ዓሰርተ ሓሙሽተ እዚ ብኹሉ ሥልጣን ንገርን መዓድን

መልእኽቲ ጳውሎስ ናብ ቲቶስ ሳልሳይ ምዕራፍ ክርስትያናዊ ስነ ምግባር ቁጽሪ ሓደ ንሓላቑን ንስልጣናትን ክግዝኡ ንመራሕቶም ክእዘዙ ንሰናይ ግብሪ ዘበለ እተዳለዉ ክኾኑ ንሓደ እኳ ከይጸርፉ ተባእስቲ ከይኮኑ ልኡማት ለዋሃት ዘበለ ንኹሉ ሰብ ዘርእዩ ክኾኑ ኣዘክሮም። ንሕናውን ቀደምሲ ዓያሹ ዘይእዙዛት ግጉያት ንብዙሕ ፍትወት ስጋን ትምኒትን እተገዛእና ብኽፍኣትን ቅንኣትን እንነብር ፍንፉናት ንሓድሕድና እንጸላእ ነበርና። እቲ ናይ መድሓኒና ናይ ኣምላኽ ሕያውነትን ፍቕሩ ንሰብን ምስ ተገልጸ ግና ንሱ ብምሕረቱን ብምሕጻብ ሓድሽ ልደትን ብምሕዳስ መንፈስ ቅዱስን እዩ ዘድሓነና እምበር ንሕና ብዝገበርናዮ ግብሪ ጽድቂ ኣይኮነን። ብጸጋኡ ጸዲቕና ብተስፋ ናይ ዘለኣለም ሕይወት ወረስቲ ምእንቲ ክንከውንሲ ብመድሓኒና ኢየሱስ ክርስቶስ ገይሩ ንመንፈስ ቅዱስ ኣብ ልዕሌና ኣብዚሑ ኣፍሰሶ። ቁጽሪ ሸሞንተ እዚ ቃል እዚ እሙን እዩ፣ ነቶም ብኣምላኽ ዝኣመኑ ሰናይ ግብሪ ንምግባር ምእንቲ ክቐንኡ በዚ ኣጸቢቕካ ከተረድኦም እደሊ ኣለኹ። እዚ ጽቡቕን ንሰብ ዝጠቅምን እዩ። ናይ ዕሽነት ክርክርን ቁጽሪ ወለዶታትን ብናይ ሕጊ ጫውጫውን ባእስን ግና ዘይጠቅምን ኮንቱን እዩ እሞ ኣግልሰሉ። ነቲ ሻረኛ እቲ ከምዚ ዝመሰለ ጥፉእ ምዃኑ ባዕሉ ንርእሱ ኮኒኑ ውን ሓጢኣት ምግባሩ ፈሊጥካ ሓደ ሳዕን ካልኣይ ሳዕን ምስ መዓድካዮ ኣርሕቆ። ናይ መወዳእታ ምዕዶ ቁጽሪ ዓሰርተ ክልተ። ኣብ ኒቆጵሎስ ክኸርም መዲበያ ኣለኹ። ኣብ ኣርጤማስ ወይስ ተቂቆስ ምስ ለኣኽኩልካ ቀልጢፍካ ናባይ ምጻእ። ንዜናስ ፈላጢ ሕግን ንኣጵሎስን ገለ ነገር እኳ ከይጎድሎም ኣጸቢቕካ ኣፋንዎም። እቶም ናትና እውን ብዘይ ፍረ ከይኮኑ ነቲ ብግዲ ዘድሊ ነገር ሰናይ ግብሪ ክገብሩ ይመሃሩ። ቁጽሪ ዓሰርተ ሓሙሽተ ምሳይ ዘለዉ ኩሎም ሰላም ይብሉኻ ኣለዉ፣ ነቶም ብእምነት ዘፍቅሩና ሰላም ይብሉኹም ኣለዉ በለልና። ጸጋ ምስ ኩልኻትኩም ይኹን።